ኣተኲሩ ዝተዓዘባ ብምስትውዓል ንዝረኣያ ሰብ፣ ሃዋርያ ጴጥሮስ ብየማናይ ኢዱ ካራ ሒዙ ይርአ። በዛ ስእሊ። ናይ መወዳእታ ድራር ምናልባት ኣብ ናይ መብዛሕትና ገዛ እዛ ስእሊ እዚኣ ብኽብሪ ተሰቒላ ንሪኣ ንኸውን። ኣብዛ ምስሊ ጎይታናን መድሓኒናን እየሱስ ክርስቶስ ንድሕነት ደቂ ሰባት ኢሉ ንሞት ብሞቱ ስዒሩ መከራ ንክቕበል ናብዛ ምድሪ ኣብ ዝመጻሉ እዋን፣ ቅድሚ ኣብ መስቀል ምስቃሉ ሓደ መዓልቲ ኣቐዲሙ፣ ሓሙስ ምሸት፣ ንዅሎም ደቀ መዛሙርቱ ኣኪቡ ናይ መወዳእታ ድራር ከብልዖምን ካብ ደቀ መዝሙሩ ሓደ ደርሆ ስጋብ ዝንክኡ ሰለስተ ግዜ ከም ዝኽህዶን ዝተዛረበሉ ቅጽበት ምናባዊ ሓሳብ ተሳኢሉ ናብ ህዝቢ ዝቐረበ ክኸውን ከሎ፣ ኣብ ወንጌል ዮሃንስ ምዕራፍ ዓሰርተ ሰለስተ ፍቕድ ዕስራን ሓደን ተጻሒፉ ዘሎ ኢየሱስ ክርስቶስ እዚ ምስ በለ ብመንፈሱ ግሁ ካባኻትኩም ሓደ ከም ዘትሕዘኒ ብሓቂ ብሓቂ እብለኩም ኣለኹ ኢሉ መስከረ። ኢየሱስ ክርስቶስ እዚ ኣብ ዝበለሉ እዋን ደቀ መዛሙርቱ ኣዝዮም ብምስንባድ በብናቶም መንገዲ መልሲ ክህቡ እንከለዉ ንሓድሕዶም ክጠማመቱ ከለዉን ዘርኢ ብዙሕ ትርጉም ዝሓዘለ ምስሊ'ዩ። እዛ ድራር ጐይታና ኢየሱስ ክርስቶስ ብይሁዳ ምዕጉርቱ ተሳዒሙ ቅድሚ ምትሓዙ ሓደ መዓልቲ ክርስቶስ ዝተረኽበላ ናይ መወዳእታ ድራር ተባሂላ ትፍለጥ ክትከውን ከላ፣ ኣብዛ ስእሊ ኢየሱስ ክርስቶስ ነቶም ኣቐዲሙ ዝመረጾም ዓሰርተ ክልተ ሃዋርያት ኣብ የማኑን ጸጋሙን ኮፍ ኣቢሉ ኣብ ነዊሕ ናይ ጣውላ መቐረቢ መኣዲ ብሓባር ክድረሩ ተቐሪቦም ዘርኢ ክኸውን ከሎ፣ እዚ ዋና ስእሊ ኣብ ቤተ ክርስቲያን ካቶሊክ ዝዓበየ ኣብ ዝተፈላለየ እዋናት ዝተፈላለዩ መንፈሳውን ሃይማኖታውን ስእሊ ንቤተ ክርስቲያን እናሰኣለ ዝዓበየ ናይዛ መዐቀኒ ቁንጅና ዓለም ዝኾነት ስእሊ ሞናሊዛ ዝሰኣለ ሊዮናርዶ ዳቪንቺ ስራሕ'ዩ። እዛ ስእሊ ካብቲ ኣብ ፊት ንፊት ዝረኣ ስነ-ስርዓት ድራር ኣብ ውሽጡ ብዙሕ ምስጢራት ዝሓዘ ክኸውን ከሎ፣ ኣብዛ ቪድዮ ካብ ውሽጢ እዛ ስእሊ ዘሎ ምስጢራት ብውሕዱ ክንድህስስ ኢና። ነዛ ስእሊ ፍሉይን ተፈታዊን ካብ ዝገብራ ምኽንያት ሓደ፣ ኢየሱስ ክርስቶስ ንደቀ መዛሙርቱ ካብ መንጎኦም ሓደ ሰብ ከም ዘትሕዞ ኣብ ዝነገሮም እዋን እዞም ሃዋርያት ዘርኣይዎ ምቅይያር ናይ ገጾም ስምዒቶምን ኣጉሊሑ ዘርኢ ክኸውን ከሎ፣ ንምርኣይ ክጥዕመና ኣብ ኣርባዕተ ጉጅለ መቒልና ክንርእዮም ኢና። ድሕሪ ምስማዕ ዘረባ የሱስ ክርስቶስ ብሸንኽ ጸጋም ኣብ ወሰን ዝተቐመጡ በርተሚልዮስ፣ ያዕቆብን እንድርያስን ክኾኑ ከለዉ፣ እንድርያስ ግደፍ ግደፍ ከምኡ ኣይትበል ንምባል ብዝመስል ኢዱ ዘርጊሑ ይርኣ። ኣብዛ ቀዳመይቲ ጉጅለ ዝረኣ ስምዒት ከመይ ኢሉ ከምዚ ይኸውን ብምባል ናይ ምድናቕ ስምዒት ዝተጸባረቖ ክኸውን ከሎ፣ ካልኣይቲ ጉጅለ ድማ ሃዋርያ ጴጥሮስ ኣብ ሃዋርያ ዮሃንስ ኢዱ ኣብ መንኩቡ ተደጊፉ ይረኣ። ሃዋርያ ዮሃንስ እውን ርእሱ ናብ ሃዋርያ ጴጥሮስ ገጹ ኣቕኒኑ ዝረኣ ክኸውን ከሎ፣ ኣእዳዉ ንሓድሕደን ኣጣሚሩ ኣብ ጠረጴዛ ገይሩ ይረኣ። ሃዋርያ ዮሃንስ እውን ካብ መንጎ እቶም ደቀ መዛሙርቱ ንየሱስ ክርስቶስ ብዕድመ እቲ ዝነኣሰ ክኸውን ከሎ፣ ነዚ ስእሊ ቀሪብና ክንሪኦ ከለና ናይ ሃዋርያ ጴጥሮስ ጸጋመይቲ ኢድ ኣብ የማናይ መንኩቡ ናይ ሃዋርያ ዮሃንስ ተደጊፉ ኣሎ። ነገር ግን ነዛ ስእሊ ኣተኪሩ ንዝተዓዘባ ብምስትውዓል ንዝረኣያ ሰብ ሃዋርያ ጴጥሮስ ብየማናይ ኢዱ ካራ ሒዙ ይረኣ። በዛ ስእሊ ክነግረና ዝደልዮ ነገር ኢየሱስ ክርስቶስ ብኣይሁድ ተታሒዙ ዝውሰደሉ ስፍራ ኣብ ጌተሰማኒ ሃዋርያ ጴጥሮስ ንጎይታና ኢየሱስ ክርስቶስ ኣሕሊፉ ከም ዘይህብ ከም ዝከላኸልን ንምርኣይ እዩ። እዚ ኸኣ ኣብ መንጎኦም ዘሎ እቲ ንጎይታና ብሰላሳ ዲናር ኣሕሊፉ ዝህቦ ይሁዳ ክኸውን ከሎ ካብ ኩሎም ሃዋርያት ብቑመት ዝሓጸረን ዝነኣሰን ጌሩ ተሳኢሉ ኣሎ። ይሁዳ የማናይ ኢዱ ኣብ ጠረጴዛ ተደጊፉ ዝርእ ክኸውን ከሎ፣ ብዝሰምዖ ነገር ኣዝዩ ዝሰንበደን ዝተረበሸን ገጽ ኣብዛ ስእሊ ይርአ። ኣብ የማናይ ኢዱ መዋህለሊ ወይ መትሓዚ ገንዘብ ከረጺት ሒዙ ዝርእ ክኸውን ከሎ፣ እዚ ድማ ንየሱስ ክርስቶስ ኣሕሊፉ ዝሸጠሉ ሰላሳ ዲናር ዝውክል ናይ ገንዘብ ከረጺት እዩ። ካልእ በዛ ከረጺት ሒዛ ዘላ ኢዱ ኣብ ጥቕኡ ዘላ ጨው ደፊእዋ ይርኣ። እዛ ጨው እትውክሎ ንክርስቶስ ክኸውን ከሎ፣ እዚ ማለት ንየሱስ ክርስቶስ ከም ናይ ዓለምና መመቀሪ ጨው ተገይሩ ዝተሳእለ ስእሊ እዩ። ብጸጋማይ ኢዱ ከኣ ኣብ ጠረጴዛ ዝተቐመጠት ብያቲ ንምልዓል ዘርጊሑ ከም ዘሎ ይርኣ። ብተመሳሳሊ ናይ ጎይታና የሱስ ክርስቶስ ኢድ ውን ናብዛ ብያቲ ተዘርጊሓ ትረኣ። ኣዚ ማለት ኣብ መጽሓፍ ቅዱስ ናይ ገዛእ ርእሱ ዓውዲ ጽሑፍ ዘለዎ ክኸውን ከሎ ኣብ ወንጌል ማቴዎስ ኣብ ምዕራፍ ዕስራን ሽዱሽተን ፍቕዲ ዕስራን ክልተን ከም ተጻሕፈ ንሳቶም ከኣ ብዙሕ ጓሃዩ በብሓደ ውን ጎይታና ኣነዶ ይኸውን ክብልዎ ጀመሩ። መሊሱ በሎም፣ እቲ ኢዱ ምሳይ ኣብ ጻሕሊ ዘጥልቕ ንሱ'ዩ ዘትሕዘኒ ንዝበሎም ቃል ዝውክል እዩ። ካልእ ኣብዛ ስእሊ ኣዝዩ ደሚቑን ጎሊሑን ዝረኣ ምስሊ ናይ ጎይታናን መድሓኒናን ዝኾነ የሱስ ክርስቶስ እዩ። ኣኣዳው ዘርጊሑ ዝረኣያና ንዝቐረበሎም መግብን መስተን እናባረኸን ሚስጢር ቁርባን ዝማሃረሉ ሰዓት የመልክት። ከምቲ ኣብ ውንጌል ማቴዎስ ምዕራፍ ዕስራን ሽዱሽተን ፍቕዲ ዕስራን ሽዱሽተን ክበልዑ ኸለዉ የሱስ እንጌራ ኣልዓለ፣ ባሪኹ ቘሪሱ ነቶም ደቀ መዛሙርቱ ሃቦም። እዚ ስጋይ እዩ፣ ውሰዱ ብልዑ በሎም። ጽዋእ ኣልዒሉ ኣመስጊኑ ድማ ከምዚ እናበለ ሃቦም፣ እዚ ምእንቲ ብዙሓት ሕድገትን ሓጢኣትን ዝፈስስ ዘሎ ናይ ሓድሽ ኪዳን ደመይ እዩ እሞ፣ ካብዚ ኵልኹም ስተዩ በሎም። ካልእ ክፋል ናይዚ ስእሊ ካብ የሱስ ንጸጋም ሸነኽ ዘለዉ ክንዕዘብ ከለና ከኣ እቶም ኣብ ሳልሳይ ጋንታ ዝተመደቡ ክኾኑ ከለዉ ኣብ ጎኒ የሱስ ክርስቶስ ብሸነኽ ጸጋም ዝተቐመጠ ስምኦን ክኸውን ከሎ ብኣግራሞት ክልተ ኣእዳዉ ኣልዒሉ ይርኣ። ካብኡ ቀጺሉ ዘሎ ብድሕሪኡ ደው ዝበለ ዝመስል ኣመልካቲት ኢዱ ንላዕሊ ገይሩ ዝርኣ ቶማስ ክኸውን ከሎ ንሱ ዝውክሎ ዳግም ምምጻእ ስዒቡ ኣብ ናይ ኢድካ ቁስሊ ኣጻብዐይ የእትየ እንተ ዘየረጋጊጸ ኣይኣምንን ንዝበለላ ኣጋጣሚ ንምዝካር እዩ። ቀጺሉ ክሳዱ ኣቕኒኑ ናብ ኢየሱስ ክርስቶስ ገጹ ዝጥምት ዘሎ ፊልጶስ ክኸውን ከሎ ነቲ ኢየሱስ ዝተዛረቦም ዘረባ ግልጺ ክገብረሎም ከም ዝደለየ ዓይነት ኣጠማምታ እናጠመተ ይረኣ። ኣብዛ ናይ መወዳእታ ጋንታ ዝተመደቡ ከኣ ማቲዮስ፣ ታድዮስን ስምኦንን ክኾኑ ከለዉ፣ ኣብ ናይዛ ስእሊ ኣቀማምጣ ብየማን፣ ካብ የሱስ ክርስቶስ ድማ ብ ንጸጋም ተቐሚጦም ኣለዉ። ታድዮስን ማቲዮስን ናብ ስምኦን ገጾም ጌሮም እንታይ ከም ዝበሎም ከም ዘይተረድኦምን መልሲ ንምርካብ ምስ ስምኦን ክዘራረቡ ከለዉ ይረኣዩ። ኣብ መወዳእታ የሱስ ክርስቶስ ንድሕነት ደቂ ሰባት ንሞት፣ ብሞቱ ሲዒሩ ቀድሚ ናብ ቀራንዮ ምድያቡ ኣብ ወንጌል ዮሃንስ ምዕራፍ ሽዱሽተ ፍቕዲ ሓምሳን ሽዱሽተን ተጻሒፉ ከም ዘሎ እቲ ስጋይ ዝበልዕ ደመይ እውን ዝሰቲ ኣባይ ይነብር ኣነ እውን ኣብኡ ንሃዋርያት ኣኪቡ ብምኽንያት እዛ ድራር ነዛ መልእኽቲ ኣመሓላሊፉሎም። ኣብ ዕለት ዓርቢ ናብ ቀራንዮ ኣምርሑ። ስለዚ እዛ ምስሊ ነዛ ናይ ሓንቲ ምሸት ዕለተ ሓሙስ ድራር ይውሓድ ይብዛሕ ብውሕዱ ከርእየና ዝፈተነ ስእሊ ክኸውን ከሎ ዋላ እኳ እዛ ስእሊ ብዙሕ ዘዘራርብ ነብሱ ዝኸኣለ ሓሳባት ዝሓዘ ንብዙሓት ኣብ ክልተ ጉጅለ ተመቒሎም ዝከራኸሩ ብዙሓት ሚስጥራት ዝሓዘ ስእሊ እንተኾነ፣ ሰኣሊኣ ሌናርዶ ዳቪንቺ ግን ንዕኡ ብዝተረድኦ መንገዲ ምስ ታሪኽ መጽሓፍ ቅዱስ ኣተሓሒዙ ዝገለጸሉ እዚ ናይ መወዳእታ ድራር ዝተሰምየ ምስሊ ኣብ መላእ ዓለም ተፈታውን ተፈላጥን ዝኾነ ብፍላይ ብሰዓብቲ ክርስትና ኣብ ጥቕሚ ዝውዕል ናይ መወዳእታ ድራር ጎይታና ናይ ዘመንና ብሉጽን ኣደናቕን ሰኣሊ ሌዮናርዶ ዳቪንቺ ኣደናቂ ክእለትን ጥበብን ዝተራእየሉን ኣድላዪ ጽገናታት እናተገብረሉ ክሳብ እዛ ዘለናያ ግዜ ዝበጽሕን ኣብ ሳንታ ማሪያ ዲ ላ ግራዚያ ቤተ መዘክር ብልዑል ጥንቃቐ ብሚልዮናት ዝቑጸሩ ሰባት መዓልታዊ ይብጻሕ ኣሎ። ስለዚ ንሎሚ እዚ ኣብ ብዙሕ ገዛ ተሰቒሉ ዝርከብ ስእሊ ዝዳህሰስናሉ ቪድዮ ነዚ ይመስል ኔሩ። ብኻልእ ቪድዮ ክሳብ ንራኸብ ሰሰናዩ ኣብ ዘለኹም።